በስመ ስላሴ በስመ አብ ወወልድ ወመንፈስ ቅዱስ አህዱ አምላክ አሜን። ሰላም እግዚአብሔር አምላክ ምስ ኩላትኩም ይኹን። ህዝበ ክርስቲያን ከመይ ኣለኹም? ኣነ እግዚኣብሔር ይመስገን። ክብሪ ይስፋሕ መድኃኔ ዓለም ኣቦይ ልዑል እግዚኣብሔር ኣምላኽና ክሳብ እዛ ሰዓት እዚኣ ብጸጋ ንምርዳእናን ስለ ዝዓቀበና ክብርን ምስጋናን ኣምልኮን ውዳሴን ንዘለኣለም ንዑ ይኹኖ። ከምኡውን ነዛ ርህርህተ ሊና ቅድስተ ቅዱሳን ንጽሕተ ንጽሓን ወላዲተ ኣምላክ ወላዲተ ቃል ዝኾነት ቅድስቲ ኪዳና ምሕረት ኣዴና ጽዮን መጸጊዒትና ወዳ ብዝሃባ ክብሪ ክብራን ምስጋናን ውዳሴን ይብጽሓያ። ከምኡውን ንኹሎም ቅዱሳን እግዚኣብሔር ኣምላኽና ብዝሃቦም ቃል ኪዳን ብዝሃቦም ጸጋ ክብርን ምስጋናን ከከም መዓርጎም ይብጽሓዮም ኣሜን። ጥቅምቲ ዒስራ ዝጽለ ዝንበብ ስንክሳር ስንክሳር ዝሰምዕ ዘንብብ ፍቕሪ ጎይታ ኣብ ልቡ የዕምብብ ጸሎትን በረኸትን ሓለዋን ናይ ቅዱሳን ድማ ይረክብ ዝክረ ጻድቅ ንዓለም ይህሉ ጽድቂ ናይ ቅዱሳን ንዓለም እዩ ዝነብር ኣሜን። በስመ ኣብ ወወልድ ወመንፈስ ቅዱስ ኣህዱ ኣምላክ ኣሜን። ኣባ ዮሃንስ ሓጺር ዒስራ ጥቅምቲ በዛ መዓልቲ እዚኣ ቅዱስ ኣባ ዮሃንስ ሓጺር ዕረፍቲ እዩ። እዚ ዓቢ ናይ ብርሃን ኣቦ ቅዱስ ዮሃንስ ሓጺር ወዲ 18 ዓመት ምስ ኮነ ናይ ዓለም ነገር ኩሉ ንዒቑ ፍቓድ እግዚኣብሔር ኮይኑ ንስድርኡ ተፋንዩ ወጽዩ። ዋዲ ኣልንጥራን ኣብ ዝርከብ ሻሂት ስቲብ ናብ ዝተብሃለ ገዳም ኣምርሐ። ኣብዚ ገዳም ንኣባ ቢምዋ ባይሞይ ቢንዋይ ረኸቦም። ምስ ረኸቦም ድማ ኣብቲ ገዳም ምስኦም ንኽነብርን ንከመንኩስዎን ወዲ መዝሙሮም ንኽኸውንን ሓተትዎም። ኣባ ቢምዋ እውን ናይዚ መንእሰይ መንፈሳዊ ጥንካረ ንምግምጋምን ዕላማኡ ንምርዳእ ወደይ ምሳና ክትነብር ኣይትኽእልን፣ ምኽንያቱ በረኻ እዩ፣ ኣዝዩ ኣሸጋሪ እዩ፣ ከምኡ እውን ናይ ጾምን ናይ ጸሎትን ግዜታት ብጣዕሚ ብዙሕ እዩ። ኣብ ዝብልዓሉ ዘይብልዓሉ ግዜ ይበዝሕ። እንድቅሰሉ እውን ኣብ ቀላጥ መሬት እዩ። ናይ ምንኩስና ናብራ ሕጉ ብዙሕ እዩ ዝወደይ። ናብ ዝመጻኻዮ ዓለም ካድኣ ተመለስ፣ ብፍቕሪ ስድራኻ ተሓቒፍካ ንበር በልዎ። መንእሰይ ቅዱስ ዮሃንስ ሓጺር ግን በጃኹም ካብዚ ኣይትስጎጉኒ፣ ብምሕረት እግዚኣብሔርን ብናትኩም ጸሎትን እዚ ምግባር ኣይበርትዓንን ክኽእሎየ በሎም። ብናታትኩም ትእዛዝን መምርሕን ንክነብር ፍቓደኛ እየ ኢሉ ለመኖም። ኣባ ባይሞይ ድማ ከምቲ ስርዓት ገዳም ናይዚ መንእሰይ ጉዳይ ክግለጸሎም ምእንቲ ናብ እግዚኣብሔር ጸሎት ገበሩ። ጸሎቶም በጺሑ ድማ መልኣኽ እግዚኣብሔር ተገሊጹ ንሱ ዝተመርጸ ንጹሕ ክኸውን እዩ ተቐበሎ በሎም። ኣባ ባይሞይ እውን ካብዚ መልእኽቲ ንደሓር ናይ ዮሃንስ ጸጉሪ ላጸይዎ። ልብሲ ምንኩስና ንኸልብስዎ እውን ሰለስተ መዓልትን ሰለስተ ለይትን እትጽልይሉ እንትጽልይሉ ጸንሑ። መልኣኽ እግዚኣብሔር ድማ ኣብ ልዕሊ እቲ ልብሲ ብትእምርተ መስቀል ከም ማዕትብ ተመልከተ። ልብሲ ምንኩስና የልብስሉ ኣብ ዝነበሩ ግዜ ቅዱስ መልኣኽ ብማእኸሎም ይመሓላለፍ ነበረ። መንእሰይ ዮሃንስ ሓጺር ትሕትና ክመሃር ምእንቲ ተወሳኺ ክፍትንዎ ኣባ ኣባይ ሞይ ካብታ ብሓንሳብ ዝነብሩላ በዓቲ ኣውፂኦም ማዕፅኦም ብውሽጢ ዓፀውዎ። ስለዚ ዝሃብዎ ምክንያት ምስኦም ክነብር ከም ዘይክእል እዩ ነይሩ። ቅዱስ ዮሃንስ እውን ብዘይ ዝኾነ ተቃውሞ ብጾምን ጸሎትን ጸኒዑ ንሸውዓተ መዓልቲ ኣብ ማዕጾ ኣባባይ ሞይ ብዘይ ጽልኢ ብትዕግስቲ ጸንሐ። ኣባባይ ሞይ በብመዓልቱ ካብ በዓቲ ኣብ ዝወጸሉ ግዜ ቅዱስ ዮሃንስ ብትሕትና ኣብ እግሮም ተንበርኪኹ ሓጢኣተኛ እየ እሞ ኣቦይ ይቕረ በሉለይ በሎም። ብሻብዐይቲ መዓልቲ እዞም ኣቦ ንቅዳሴ ናብ ቤተ ክርስቲያን እንትኸዱ ነንሕድሕዶም ሸውዓተ ናይ ክብሪ ኣኽሊል ዝሓዙ ሰለስተ ቅዱሳን መላእኽቲ ንዮሃንስ ሓፂር ከቢቦም ኣብ ልዕሊ ርእሱ ኣኽሊል ከንብርሉ ተመልከቱ። ካብዛ ሰዓት እዚኣ ጀሚሮም ዮሃንስ ሓፂር ካብ ዕድመ ዝፀገቡ ኣቦታት ዝበልፅ ዝኸበረ ኣቦ ኮይኑ ንምንባር በቕዐ። ኣባ ባይሞይ እውን ስለ ትሕትንኡን ስለ ትዕግስቱን መንፈሳዊ ፍቕሪ ሓደሮም። ሓደ መዓልቲ ድማ ኣባ ቢምዋ ቅዱስ ዮሃንስ ንቑፅ ዕንፀይቲ ወሲዱ ንኽተክልን ማይ ንኸስትያን ኣዘዞ። ዋላ እኳ እቲ ማይ ዝቐድሓሉ ቦታ ርሑቕ እንተኾነ ንመምህሩ ኣኽብሮት ዘሎ ዮሃንስ ሓፂር ግን ብተኣዛዝነት ነታ ዕንፀይቲ ተኺሉ ዓሰርተ ክልተ ማይልስ ርሕቀት ብምምልላስ ማይ እናምፀአ ካብ መዓልቲ ክልተ ግዜ የስትያ ነበረ። ከምዚ እናገበረ ንሰለስተ ዓመታት ምስ ጸንሐ እታ ነቐጽቲ ዕንፀይቲ ለምሊማ ፍረ ኣውፅአት፣ ኣፍረየት ድማ። ናይ ገድሉ ፍረ ካብ ዝገመቶ ንላዕሊ ዝኾኖ ኣባ ቢምዋ እውን ናይዛ ኦም ፍረ ሒዙ ናብ መነኮሳት ብምኻድ ህንኩም ናይ ተኣዛዝነት ፍረ ብልዑ እናበለ ንኹሎም ኣቦታት ሃቦም። እግዚኣብሔር ኣብ ቅዱሳኑ ሓዲሩ ከምዚ ዓይነት ፍረ ከም ዘፍርዩ ይገብር። ከምዚ ዓይነት ፍረ ኣብ ቅዱሳኑ ሎሙን ክሳዕ ንዘለኣለምን የንብር። ልዑል እግዚኣብሔር ስሙ ዝኸበረን ዝተመስገነን ይኹን፣ ኣሜን። እዛ ኦም ድማ ክሳዕ ሎሚ ኣብ ውሽጢ ኣብ ውሽጢ ብቕዱስ ዮሃንስ ስም ዝተገደመ ገዳም ትርከብ። መናእሰይ ናይ ቤተ ክርስቲያን ኣገልገልቲ ናይ ኣባ ባይሞይ ብምምጻእ ንምንኩስና እንተመጽኦም እንታይ ክገብሩ ከም ዘለዎም ምስ ሓተትዎም ናይ ናብ ኣባ ዮሃንስ ሓጺር ይልእኽዎም ነበሩ። ኣባ ዮሃንስ እውን ካብ ዘሕፍር ነገር ረሓቑ፣ ንርእስኹም ኣትሕቱ ኣትሕት ኣብሉ፣ ንስጋኹም ግዝኡ፣ ኣይትሓጎሱ። ጎይታናን ኣምላኽናን መድሓን ኢየሱስ ክርስቶስ ኣብ ወንጌል እቲ ንህይወቱ ከድሕና ዝደሊ ከጥፍኣ እዩ። ነቲ ንህይወቱ ምእንታይን ምእንቲ ወንጌልን ዘጥፍኣ ግና ክድሕን ከድሕና እዩ። ንሰብ ኩሉ ይሑ ነፍሱ እንተ ኣጥፍአ እንታይ ይጠቕሞ? ሰብ ቤዛ ነፍሱ እንታይ ዘይምሃበ? ስለዚ ኣብዚ ስለዚ ኣብዚ ዘይጠቕሞ ሰብ ቤዛ ነፍሱ እንታይ ዘይመሃበ ስለዚ ኣብዚ ዘማውን ሓጥእን ዝኾነ ወለዶ እዚ ብኣይን ብቓለይን ዝሓፈረ ወዲ ሰብ ብግርማ ኣቦኡ ምስ ቅዱሳን መላእኽቱ ምስ መጸ ብእኡ ክሓፍር እዩ በሎም። ማርቆስ ምዕራፍ 8 35 ኣባባይ ሞይ ብዝወረደሎም ሕማም ምኽንያት ንዓሰርተ ክልተ ዓመታት ብምስቃዮም በዚ ግዜ ቅዱስ ዮሃንስ ሓፂር ብረድእነት የገልግሎም ነበረ። ኣባ ቢምዋ ናይ ምድራዊ ህይወቶም ፍጻመ ምብጽሑ ኣብ ዘረድእሉ ግዜ ንቅዱስ ዮሃንስ ምስ ጸለዩልን ምስ መረቕ እውን ዳሕራይ ምስኦም ንዝነብሩ ኣቦታት ናይ ዮሃንስ ኢድ ሒዞም ሰብ ከይመስለኩም ንሱ መልኣኽ እዩ ሓልውዎ ኢሎም ምስ ተዛረቡ ካብዚ ዓለም ብሞት ተፈልዩ ኣባ ዮሃንስ ኣብ ዓመቱ ተዓጽዩ ተወሲኑ ኣብ ዝነበረሉ ግዜ ሓደ መነኮስ ክረኽቦ ናብ በዓቱ ምስ ኣተወ ቅዱሳን መላእኽቲ ክንፎም ኣብ ዝርይኡ ዘርጊሖም ከቢቦሞ ረኣዮም። እግዚኣብሔር ንዮሃንስ ከገልግሎ ምእንቲ ሓደ ክርስትያን ለኣኸሉ። ዕለተ ዕረፍቱ ኣብ ዝበጽሓሉ ግዜ ከፍልጥዎ ምእንቲ እግዚኣብሔር ንኣባ መቃርስን ኣባ እንጠንዮስን ለኣኸሎም። ሕማም ኣብ ዝተሰምዖ ግዜ ናብ ከባቢኦም ከባቢኦም ዘሎ ቦታ ንረድኦም ለኣኽዎ። ድሓር ግን ቅዱሳን መላእኽቲ መጺኦም ነፍሱ ናብ ሰማይ ኣዕረግዋ። እቲ ዝተላእከ ካብቲ ዝተላእከሉ ምስ ተመልሰ ቅዱሳን መላእኽትን ካልኦት ቅዱሳንን ብሓድነት ኮይኖም ብዝማሬ ናይ ቅዱስ ዮሃንስ ነፍሲ ዓጂቦማ እንትኸዱ ረኣዮም። ኣብ ማእከሎም ሓደ ከም ፀሓይ ዘብርህ መልኣኽ ናብኡ መጺኡ፣ እዚ ኣባ ጳኩሚስ እዩ፣ እዚ ድማ ኣባ መቃርስ እዩ፣ እዚ ድማ ከም ፀሓይ ዘብርህ ኣቦ መነኮሳት ዝተባህለ ቅዱስ እንጦንዮስ እዩ እናበለ ነገሮ። እቲ ረድኡ ድማ ናብ ናይ ቅዱስ ዮሃንስ በዓቲ ምስ ኣተወ ቅዱስ ዮሃንስ ብጸሎት እንተሎ ዓሪፉ ረኸቦ። ዕረፍቱ ጥቅምቲ ከም ዝለማዓንቲ ዒስራ እዩ። ክቡር ስጋኡ ቅድሚ ናብዚ ሕጂ ዘሎ ሽሓት ምኻዱ ድማ ምስ ናይ ቅዱሳን ኣትናቴዎስን ቢሶይን ዓጽሚ እዩ ተቐሚጡ ነይሩ። ኣባ ቢምዋ ብዛዕባ ኣባ ዮሃንስ ክዛረብ ከምዚ ይብል ቅዱሳንሲ ከምቲ ብዙሕ ኣግራብ እዮም ነፍሲ ወከፍ ገረብ ዝተፈልየ ፍረ የፍሪ ዝሰትዮ ግና ካብ ሓደ ማይ እዩ። ጸጋ ናይ ሓደ ቅዱስ ሰብ ካብ ካልእ ቅዱስ ይፍለ እዩ። እቲ ኣብ ኩሎም ኩሎም ኮይኑ ዝዓዪ ዝሰርሕ ግና ሓደ መንፈስ ቅዱስ እዩ። ኣባ ዮሃንስ ንደቂ መዛሙርቱ ንዮሴፍ መን ሸጦ ክብል ሓተቶም። ሓደ ሓዉ ከኣ ኣሕዋቱ እዮም ክብል መለሰ። ኣረጋዊ ኣባ ዮሃንስ ከኣ ኣይኮነን ንዕኡስ ትሕትንኡ እያ ዝሸጠቶ ምክንያቱ ኣነ ሓዎም እየ እንዳበለ ክቃወም ይኽእል እናሃለወ ስቕ ብምባሉ ንገዛእ ርእሱ ብትሕትና ሸጠ። ኣብ ግብፂ መራሒ ክኸውን ዝገበረቶ እውን እዛ ትሕትና እዚኣ እያ እሞ በሎም። ኣባ ጢሞቴዎስ ሊቀ ጳጳስ ዘእስክንድርያ ንቅዱስ ዮሃንስ ሓፂር ናይ ክህነት ማዕረግ እንዳሃብዎ እንተለዉ ይግብኦ እዩ ይግብኦ እዩ ይግብኦ እዩ ዝብል ድምፂ ብተደጋጋሚ ይስማዕ ነበረ። ቅዱስ ዮሃንስ ብዝተውሃቦ ጸጋ ብዙሓት ሕሙማት ይሕዊ ነበረ። ሓደ ሓደ ርኹስ መንፈስ ዝሓዞ ሰብ ናይ ቅዱስ ዮሃንስ ቅዱስ ስጋ ሒዞም ክሓልፉ እንከለዉ ካብ ዝነበሮ ርኹስ መንፈስ ዝሓወየ ቅዱስ ዮሃንስ ሓጢኣተኛታት ብንስሓ ናብ ዘለኣለማዊ ህይወት ንምምላስ ክኽእል ምእንቲ ብጽኑዕ ይጽሊ ነበረ። ንእግዚኣብሔር ኣምላኽና ምስጋና ይኹኖ፣ ንዓና እውን ብጸሎት እዚ ቅዱስ ኣቦ ይምሓረና፣ በረኸቱ እውን ምሳና ይኹን ንዘለኣለም ኣለም ኣሜን ኣሜን። ዓርኬ ድማ ከምዚ ይብል

ግብረ ምንኩስና ርእየ ቀዊሞ እራቁ በረኸቱ የሕደረና ቅዱስ ኤልሳዕ ነቢይ ካብኡ እውን በዛ መዓልቲ እዚኣ ካብ ናይ እስራኤል ነቢያት ሓደ ዝኾነ ትርጓሜ ስሙ መድሕንን ሓላዊን ዝኾነ ካብ ሕርሻ ንቅዱስ ኤልያስ ዝተኸተለ መናኔ ጥሪት ዝተብሃለ ብድንግልናዊ ህይወት ዝነበረ ናይ ዓብዪ ነቢይ ኤልያስ ኤልያስ መንፈስ ዕፅፍን ድርብን ዝኾነሉ ብጣዕሚ ብዙሕ ተኣምራት ዝገበረ ብህይወቱ እናሃለወን ምስ ሞተ ድማ ብዓፅሙን ምውታንን ዘተንስአ ዓቢ ነቢ ኣቦ መዘከርታ ዕረፍቱ እዩ። ቅዱስ ኤልሳዕ ብጣዕሚ ነዊሕ ርእሱ እቱ ዝበለ በራሕ ርእሲ ቅጥን ዝበለ ገጹ እውን ቅጥን ዝበለ ዘይስሕቕ ሽማግለ ነበረ። በረኸቱ ምስ ኩላትና ትኹን ኣሜን። ዓርኬ ድማ ከምዚ ይብል ሰላም ለኤልሳ ዘኣድመ ስመ መድነው ኣቃቤ ዘተተርጎመ ህየንተ ኤልያስ ነቢ ኣብ መለ እስራኤል ቆመ ፈወሰ ወአጣየ ማየ ህሱመ ወበቅራፈ እፅ ኣውፀአ ማህፀየ ስጡመ ንእግዚኣብሔር ኣምላኽና ምስጋና ይኹኖ ንዓና እውን ብጸሎት ናይዞም ኩሎም ቅዱሳን ይምሓረና ንዘለኣለም ኣለም ኣሜን ኣሜን ኣሜን። ስንክሳር ድሰምዕ ዘንብብ ፍቕሪ ጎይታ ኣብ ልቡ የዕምብብ ጸሎትን ሓለዋን ተረዳእነትን ናይ ቅዱሳን ድማ ይረክብ ኣሜን። ዝክረ ጻድቅ ለዓለም ይህሉ ጽድቅን ጸሎትን ናይ ቅዱሳን ንዓለም እዩ ዝነብር ኣሜን። ዝነጠበ ዝጎደለ ብኣፈ ቅዱሳን ድጓን መላእክት ተኣርመለይ